ሰላም ሰላም ኣብ መላእ ዓለም ዘለኹም ክብራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎም መዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናቕባለይ ግን እቶም ሓደ ሻ ዘለኹም ላይክ፣ ሳብስክራይብ፣ ኮም እንዳገበርኩም ናይ ቻነል ቤተሰብ ክትኮኑ ብክብሪ ዕድመኩም እቶም ምሳይ ዝፀናሕኹም ከዓ ሓጎስ ሓጎስ ክቡራት ኣሕዋተይ ምክንያቱ ሓጎስ ንዓኹም ከዓ ይግበኣኩም እዩ ብጣዕሚ ማለት እዩ ቃላት ዝበሃል የብለይን ትረዝኑኒ ብጣዕሚ ትኸብዱኒ ማለት እዩ ንዓኹም ክገልፅ ክቡራት ኣሕዋተይ ብዘይ ቀል ዓለም ካብ ዝነኣስኩም ካብ ዛዕብኹም ኩላትኩም ክቡራት ኣሕዋተይ እዚ ከዓ ኩሉ ግዜ ኩሉስ ኩሉ ግዜ ከምዚ ሰናይ ክትገብር ከለኻሲ መጀመርያ ነቲ ሰናይ ትዘርኦሉ ዘለኻ ንዓኡ እውን ይሕጎስ ማለት እዩ። ካልኣይ ነገር ከዓ ዝኾነ ዓይነት ፅቡቕ ነገር ትገብር ከለኻ ከዓ ንስኻ ከዓ ቅሱን ዝኾነ ህይወት ሕጉስ ዝኾነ ህይወት ብጣዕሚ እግዚኣብሄር ኣምላኽ ብሓጎስ ብደስታ እዩ ዘንብረካ እሞ እግዚኣብሄር ኣምላኽ ብሓጎስ ብደስታ ብጥዕና የንብረለይ ካብ መጀመርያ ክሳብ ዝሰዓት እዚ ናይ ሕርሰይ ሓሪሰይ ኢለ ምስ ኣበሰርኩኹም ብጣዕሚ ማለት እዩ ሕጂ ከዓ ብስራት ሒዘልኩም መፅየ ዘለኹም ክቡራት ኣሕዋተይ ክሳብ ሕጂ ከማን ቀልጢፈ ከማን ብስራተይ ከብለኩም ይግባእ ምክንያቱ ምስ ናይ ሕርሲ ናይ እንታይ ዝበሃል ከዓ ሓንሳብ ክፀንሕ ኢለ ከየበሰርኩም ንምቕናየይ ማለት እዩ ንግ ሕርስ ምስ ኣበልኩሲ ክነግረኩም እየ ኢለኩም ነይረ ምክንያቱ ከምዚ ናይ ወዲ ናይ ጓል ኣገዳሲ ኣይኮነን እዩ እግዚኣብሄር ኣምላኽ ጥዑይ ውላድ ይሃበና ክንብል ኣለና ኣብ ከምዚ ንፀቕጠሉ ግዜ ዝበፃሕና ኢና ሕጂ ገለ ምስ ሓረስኩ ኩን ክቡራት ኣሕዋተይ ንባዕለይ ክሳብ እዛ ሰዓት እዚኣ ኣይፈለጥኩን እየ ዘለኹ ክፈልጥ እውን ኣይደልን እየ እግዚኣብሄር ኣምላኽ ነብሰ ጾር ኣብታ ዝኾንኩላ መዓልቲ ኣብታ ዝፈለጥኩላ መዓልቲ ብዘይ ቀልዓለም ብጣዕሚ ብሓጎስ ብደስታ እቲ ሓጎሰይ ሽዑ ማለት እዩ ዝበርታዕ ሓጎስ ከዓ ኣጅኻ እሞ ከምዚ ኣይተፀበኹን እንደ ነይረ እዚኣ ከዓ ካብ በዓል ቤተይ ዝመፀት ህያብ ማለት እዩ ሰንበት መዓልቲ ጋብር መዓልቲ ዓመቱ ኣውደኣመት ብርሃን ዝኾነልና ማለት እዩ። ዕፁው ስለ ዝነበረ ድኳን ናይ ሰኒ ህያብና ከዓ እዚኣ በቃ ከምዚ ፍየሪ እንዳፀበቕኩምለይ እንዳለምለምኩምለይ ንበሩ ክብራት ኣሕዋተይ ብዘይቀልዓሎም ማለት እዩ። ብጣዕሚ ዓቢ ዝኾነ ግፍትታት በቃ ኣነሲ ከምዚ ፍቕሪ ተማሂረ እግዚኣብሔር ኣምላኽ ይመስገን ከምዚ ኣየብልን እንዴ ብዝኽእሎ መጠንስ በቃ ካብ ከማን ንሰብ ክጎዲ ሰብ ይጉዳእ ንባሃለት እንደ ከምኡ ባህር ኣለኒ ግን ከዓ ካባኹም ብጣዕሚ እየ ፍቕሪ ብዘይቀልዓለም ተማሂረ ማለት እዩ ዘምሕዋተይ ሕጂ እታ ብስራተይ ሒዘልኩም መፂእ ኣለኹ ዘምሕዋተይ መዓረይ ብጣዕሚ ኣነ እኳ እንድዒ እንድዒ ክብራት ኣሕዋተይ ዋላ ሓደ ኣየበልክዎኒ ኣይተፀበኽዎኒ መዓረ ክንድዚ ሓጎስ እግዚኣብሄር ኣምላኽ ብእውነት ትረፍ ለሚናዮ ከይለመናዮ ኩሉ ድሌትና ከምዘማልኣልና ንፈልጥ እንዲና ግን ከኣ እቲ ብርቱ ሓጎስ ዝበልኩኹም እታ ነፍሰ ጾር ዝኾንኩላ መዓልቲ ዝፈለጥኩላ ማለት እዩ ክብራት ኣሕዋተይ ምክንያቱ ብዙሕ ድሌታት ስለ ዝነበረ እግዚኣብሔር ኣምላኽ ንዓኣስ ምምሰበላ ብኡ እቲ ሓጎስ ተዓጽዩ ማለት እዩ ሕጂ ከኣ ክብራት ኣሕዋተይ ወዲ ዶ መጺኡ ጓል ዶ መጺኡ ዋላ ከማን ከም ንሳ ከማን ሰላም ሓፍትና ከምዚ እቲ ሰብ ከማን ዋላ ንክሓተካሲ ኣየብለካን እዩ ምክንያቱ እንቋዕ መጀመርያ ብሰላም ወጸት ገለ ይብለካ ዋላ ሕጂ እውን ንሳ ከማን ስቕ ኢላ ጸኒሓት ነብሳ ምውጻእ እዩ ዘድልየና ገለ እንዳበለ ድሕር ኢሉ ናይ ወዲ ናይ ጓልን ዝብል ማለቱ ዋላ ትፈልጠካ ማለት እዩ ስለዚ ክብራት ኣሕዋተይ ኣነ ዋላ ሓደ ኣይኣምንን እንዴ ምእማን እንዴ ስኢነ ብጣዕሚ ማለት እዩ መፂኣትለይ ካልአይተይ ማለት እዩ ብጣዕሚ ኣወዳት ኣለውና እዮም ጓል ኣይነበረትናን እግዚኣብሄር ኣምላኽ ሰንበት መዓልቲ ኣውደኣመት ኣነ ዝምነዮ ዝነበርኩ እንደገና ከዓ ልክዕ ኣብታ ናይ ዶክተረይ ዝነበረ ዝበለትኒ ዕለት ማለት እዩ ሰንበት ዕለት ዓሰርተ ክልተ እቲ መደብ ናይ ዶክተር ዝነበረ ማለት እዩ ልክዕ ከዓኒ ኣብታ መዓልቲ ናይ ዶክተር ዝበለትኒ እዚ ከዓ እግዚኣብሄር ፈቂድዎ ክብራት ኣሕዋተይ ዘይቀል ዓለም ደ ኣነ ከምዚ በዓላት ዘለዎ በኣለ ወሉ ዘለዎ ዝኾነ ብጣዕሚ ክብል መዓት እንዴ ግን ግድን ከኣ መዓልተይስ ክውስኸ ገለ ኢኻ ትብል ከም ፍላይ ከምዚ ናይ ወዲ ገለ ተኾይኑ ሓደ ሰሙን ሓሙሽተ መዓልቲ ገለ ተብልሃ ከምዚ ከምዚ ውስኽ ገለስ እሚነዮ ጸኒሐ ስቕ ኢለ ግን ናይ ኣውደ ኣመት ዋ ሕማቕ ኣሎ ጽቡቕ ኣሎ ገለ እንዳበልኩ ደርሆ ዓርቢ ይሰርሕ ቀዳም እንጀራይ ድሎት ገለመለ ሰራሪሐ ኩሉ ማለት እዩ እዝጋቢሄር ኣምላክ ከኣ ሳብራይስ ጌርኒ ከምዚ ናይ ዓመታዊ በዓል ገለመለ ክብልሲ ኣይትጽበዮን ኢካ እዛ ኣውደኣመት ናብ ልዕል ኣቢልና ብ ሰኑይ ሰሉስ በቃ ተዝመጸኒ እዝጋቢሄር ገለ እየ ዝብል ነይረ ማለት እዩ ስለዚ እግዚኣብሔር ኣምላኽ ከዓ ምርፅ ኣቢሉ ሰንበተ ክርስቲያን መዓልቲ ናይ ኣውደ ዓመት ቅዳሴ ሰማይ እንዳዓረገ ናይ ወለድና ናይ ኣቦታትና ናይ ኩላትኩም ማለት እዩ እግዚኣብሄር ርዳ ኣቢልኒ እታ እግዚኣብሄር ኣምላኽ ዓብዪ ሓጎስ ከዓ ማለት እዩ ክገልፀስ ዋላ ሓደ ዘይክእል ዋላ ሕጂ እውን ብሓፈሻ ከምዚ ትፈላለ ክልተ ርእስኻ ትኸውን ዘይመስለካ ብጣዕሚ ዋላ ክሳብ ከምዚ ናብ እምነትካ ምጉዳል ዝኣክል ትጨናነቕ እሞ መዓስ ከብል ትብል ማለት እዩ እግዚኣብሔር ኣምላክ ከዓ ንሱ ተሓሊፉ ሲ እግዚኣብሔር ኣምላክ በቃ እንታይ እሞ ክብለኩም እየ ክቡራት ኣሕዋት ኣነ እኳ እንድዒ ኣይ የበልክዎን እየ ምክንያቱ ከምዚ ፈሊጥካ ገለ ክፀንሕ ከለካ እኳ እንዳበልካ ትፀኒሕካ ማለት ሬድ ጌርካዮ ሃንደበት ማለት እዩ ኣበስር ኣቢላናና ካብቲ ከብልና ውፅእ ምስ በለት ዋ እንድዒ ኣይትኣምንን ኢኻ መቸም ክብሪ ንፈጣሪ ክብሪ ንወላዲት ኣምላኽ ንመብርሃን ኣደይ ክብራት ኣሕዋተይ ሓፈሻ ናይ ወዲ ናይ ጓል ልዕሊ ኩሉ እግዚኣብሔር ኣምላኽ ሙሉእ ጥዕና ዘለዎ ውላድ ንኽህበና ቅዱስ ውላድ ንክበና ዝተባረኸ ውላድ ንክበና እንዲና ክንሓስብ ዘለና እቲ ዘይብልካ ከዓ ሃረር ኢኻ ትብል ማለት እዩ ዘይብልካ ንክህልወካ ንዓኹም ከዓ እግዚኣብሔር ኣምላኽ እቶም ውሉድ ዘይፈጠረልኩም ውሉድ ይፍጠረልኩም ውሉድ ንውሉድ ከዓ ብሩኽ ውሉድ በቃ እግዚኣብሔር ዝእዘዝ ኩሉ ነገር በቃ ብኩሉ ሙሉእ ዝኾነ ብእግዚኣብሔር ማለት እዩ ይሃብኩም እቶም ከምዚ ከማና ዘይረኣኹሞ ክትሪኡ ትደልዩ ከኣ ከምዚ ከማና ከኣ የማስልክን ልዕሊ ኩሉ ልዕሊ ኩሉ ዘን ሕዋተይ ልዕሊ ኩሉ ነብሰ ጾራት ዘለኽን ኣብዚ ግዜ እዚ እግዚኣብሔር ኣምላኽ በቃ ሳብራይስ በቃ ጽቡቅ ዕድል ይምነየልክን መብርሃን ኣደይ ሕቁፍ ድግፍ ኣቢላ ማለት እዩ እዘም ሕዋተይ ብሰላም ከምዚ ኣነ ተገላጊለ ክልተ ርእሰይ ኮይነ ዘለኹ ብእውነት ብጣዕሚ ትስዕመንላ ጓልካ ማዕረኻ ኣቀዶ